ሰላም ንዓኻትኩም ይኹን ንኹልኻትኩም ተኸታተልቲ እዚ መደብ እዚ እዚ ብኤልሻዳይ ኣፖስትሊክ ምሽን ዘተሓላለፍ ናይ ያው ቃል መደብ እዩ ሎሚ ድማ ንቲ ኣብ ወንጌል ማቴዎስ ምዕራፍ 14 ካብ ቁፅሪ 22 ክሳብ ቁፅሪ 32 ዘሎ ክፍሊ ፅሑፍ ብምንባብ ብርቱዕ ንፋስ ብዝብል ኣርእስቲ ናይ ሎሚ መልእኽትና ክንርኢ ኢና። ኣብቲ ክፍሊ ጽሑፍ ድማ ከምዚ ዝብል ናይ እግዚኣብሄር ቃል ኢና ነንብብ፣ ወንጌል ማቴዎስ ምዕራፍ ዓሰርተ ኣርባዕተ ካብ ቁጽሪ ዕስራን ክልተን ክሳብ ቁጽሪ ሰላሳን ክልተን ከምዚ ይብል ሽዑ ንሱን ደቂ መዛሙርቱ ናብ ጃልባ ክኣትዉ እሞ ነቶም ሰብ ክሳዕ ዘሰናብቶም ናብ ማዕዶ ክቕድምዎ ብግዲ በሎም። ንቶም ሰብ ኣሰናቢቱ ክጽሊ ናብ ብሕት ዝበለ ከረን ደየበ። ምድሪ ምስ መሰየ ከኣ ኣብኡ በይኑ ነበረ። እታ ጃልባ ኣብ ማእከል ባሕሪ ምስ በጽሐት ግና ንፋስ ብቕድሚኣ ነበረ እሞ ብማዕበል ትጭነቕ ነበረት። ኢየሱስ ባሕሪ ባሕሪ እናኸደ ብራብዓይ ምቃል ለይቲ መጾም እቶም ደቂ መዛሙርቲ ባሕሪ ባሕሪ ክኸይድ ምስ ረኣይዎ ምትሓት እዩ ኢሎም ሰምበሉ ፈሪሖም ከኣ ጨርሑ ግናኸ ኢየሱስ ብእኡ ኣጆኹም ኣነ እየ ኣይትፍርሑ ኢሉ ተዛረቦም ጴጥሮስ መሊሱ ጐይታይ ንስኻ እንተ ዀንካስ ብማየ ማይ ናባኻ ክመጽእ ኣዝዘኒ በሎ። ንሱ ኸኣ ነዓ በሎ። ሽዑ ጴጥሮስ ካብ ጃልባ ወሪዱ ብማየ ማይ እናኸደ ናብ ኢየሱስ መጸ። ብርቱዕ ንፋስ ምስ ረኣየ ግና ፈርሐ፣ ክጥሕል ምስ ጀመረ ድማ ጐይታይ ኣድሕነኒ ኢሉ ኣእወየ። ሽዑ የሱስ ኢዱ ዘርጊሑ ሓዞ እሞ፣ ኣታ ጐደሎ እምነት፣ ስለምንታይ ከተዋልኣወልካ? በሎ። ናብ ጃልባ ምስ ኣተወ፣ እቲ ንፋስ ዝግ በለ ይብል። ኣብ ዘንበብናዮ ክፍሊ ጽሑፍ፣ ጐይታ የሱስ ክርስቶስ ነቶም ምስኡ ዝነበሩ ደቂ መዛሙርቱ ንማዕዶ ክቕድምዎ ብግዲ በሎም ይብል። ንሱ ድማ ክጽሊ ብሕት ኢሉ ናብ ከረን ደየበ ይብል። ስለዚ ምድሪ ኣጋምምሳ እዩ ስለ ዝነበረ እቶም ደቂ መዛሙርቱ ከምቲ ጎይታ ዝኣዘዞም ጃልባ ሒዞም ብባሕሪ ንማዕዶ ክሳጎሩ ንማዕዶ ክቕድምዎ ተበጊሶም ጎይታ ድማ ኣብቲ ከረን ኮይኑ ብሕት ኢሉ ክፅሊ ከይዱ ኣብዚ እዋን እዚ ምድሪ መስዩ ንሳቶም ድማ ጃልብኦም ሒዞም ንማዕዶ ናብቲ ጎይታ ዝበሎም ሰፈርን ቦታን ክሳጎሩ ተበጊሶም ኣለዉ በይኖም እዮም ጎይታ ኣብ መሬት እዩ ዘሎ ኣብቲ ኸረን ኣብቲ ጎቦ እዩ ዘሎ ብሕት ኢሉ ኣብኡ በይኑ ይጽሊ እዩ ዘሎ ንሳቶም ጃልባ ገይሮም ኣብ ማእኸል ባሕሪ ምስ በጽሑ ሓደ ዘይተጸበይዎ ኩነታት ተፈጢሩ ኣብ ማእኸል ባሕሪ ምስ በጽሑሲ ሓደ ዘይተጸበይዎ ኩነታት ተፈጢሩ። እቲ ዘይተጸበይዎ ኩነታት ድማ ብርቱዕ ንፋስ ብቕድሚኦም መጸ ይብል። እዚ ንፋስ እዚ ኣንጻርት ዝኾንዎ ዘለዉ ጉዕዞ እዩ መፅዩ ብቅድሚኦም እዩ መፅዩ ስለዚ ኣይቲ ሰጉሩን ኢኹም ኣይትሓልፉን ኢኹም ኢሉ ዝኸትሮም ዝኽልክሎም ዝጻብኦም ብርቱዕ ንፋስ ናይ ባሕሪ እዩ ብቕድሚኦም መጺኡ። እዞም ሰባት እዚኣቶም ንማዕዶ እዮም ክሳጎሩ ደልዮም ዘለዉ ናብቲ ጎይታ ኣቐዲሙ ዝተዛረቦም። እንተኾነ ግን ተጻባኢ ሓይሊ ከጓንፎም ከሎ ንርኢ። ብዙሕ ግዜ ኣብ ህይወት ከምዚ እዩ ዝኸውን። እዞም ደቂ መዛሙርቲ እዚ ቃል ሒዞም እዮም ተበጊሶም። ተስፋ ሒዞም እዮም ተበጊሶም ካብ ኣፍ እግዚኣብሔር ዝወፀ ቃል ሒዞም እዮም ተበጊሶም ሒዞሞ ሰሚዖሞ ተቐቢሎሞ ዝወፁ ቃል ንማዕዶ ክሳጎሩ ደኣ እምበር ኣብ ባሕሪ ክተርፉ ኣይኮነ ኣብ ባሕሪ ክሰጥሙ ኣይኮነ ተሳጎሩ ንማዕዶ ንማዕዶ ቀዲምኩምኒ ጽንሑ ዝብል ቃል ካብ ኣፍ ጎይታ ዝወፀ ቃል እዮም ሒዞም ተበጊሶም ብዙሕ ግዜ ቃል ተስፋ ኣብ ህይወትና ምስ መፀ ካብ ኣፍ እግዚኣብሄር ቃል ምስ መፀልና ኣብቲ ባይታ፣ ኣብቲ ጉዕዞ፣ ኣብቲ ናብራ ዝፍጠሩ ነገራት ግን ኣንጻር እተዋህበና ተስፋታት ቃል ኣምላኽ እዮም ዝመስሉ። ሽዑ ኢና ክንደናገር ዘይብልና። እቲ ኣቐዲሙ ቃል ዝሃበና፣ ተስፋ ዝሃበና፣ ንሱ ጎይታ ማዕበል፣ ጎይታ ንፋስ፣ ጎይታ ባሕሪ፣ ጎይታ ለይቲ፣ ጎይታ ጸልማት፣ ጎይታ ኩነታት ምዃኑ ኣጸቢቕና ክንርዳእ ክንክእል ኣለና። ብዙሕ ግዜ ጎይታ ክዛረበና ከሎ እቲ እንበጽዖ ናይ መጨረሽታ ቦታ ደኣ እዩ ዝዛረበና እምበር በየን ጎደና በየናይ መገዲ ሓሊፍና ኣብኡ ከም ንበጽሕ ኣይዛረበና እዩ። ነፍሲ ወከፍ ስቴፕ ነፍሲ ወከፍ መገድን ስጉምትን ብእምነት ኢኻ እትጓዓዞ ስለዚ መጽሓፍ ቅዱስ ክዛረብ ከሎ ጻድቅ ብእምነቱ እዩ ብህይወት ዝነብር ይብል ስለዚ ፍጻሜኦም ተነጊርዎም ኣሎ ፍጻሜኦም ንማዕዶ ክሰጉሩ እዩ ኪኖ ባሕሪ ክሰጉሩ እዩ ዘጋጠሞም ኩነታት ግን ኣንጻር ተቐበልዎ ተስፋ ቃል ኣብ ባሕሪ ክትሰጥሙ ኢኹም ዝብል ክትሞቱ ኢኹም ዝብል ኣይተበፅሑን ኢኹም ዝብል ብማዕበል ክትወሓጡ ኢኹም ዝብል ዘፈራርሕ ንፋሳትን ዘፈራርሕ ድምፅታትን ዘፈራርሕ ማዕበላትን እዩ መፂዎም ኣብ ህይወትና እውን ልክዕ ከምኡ እዩ ልክዕ ከምኡ እዩ ቃል ተስፋ ተቐቢልና ክንብገስ ከለና ሲ ክንደይ ዘጨንቑ ናይ ህይወት ማዕበላት ኣለው። ክንደይ ሰባት ኢና ብንሓልፎ ዘለና ነገር ንጭነቕ ዘለና። ከጨንቆም እዩ ጀሚሩ ይብል። እተነግረና ተስፋ ቃል ካልእ፣ ዝሰማዕናዮ ካብ ጎይታ ካልእ፣ ንሓልፎ ዘለና ኩነታት ድማ ካልእ ምግጥጣም ዝኣበየና መወዳእትኡ እቲ ተስፋ ቃል ኣምላኽ እቲ ካብ ኣፍ ጎይታ ዝወፀ ቃል ከም ዝፍፀም ርግፀናታት ክንኮን ኣለና ኣብዚ እዩ ድማ እምነት ዘድልየና ልዕሊ ኩነታት ኣርሒቕና ምጥማት ዘድልየና ኣብ ከምዚ ዝኣመሰለ ኩነታት እዩ ስለዚ ማዕበሎም መርከቦም ብማዕበል ትጭነቕ ነበረት ይብል እታ ዘለዋ ጃልባ እታ ዝተሰከመቶም እታ ዝፀረቶም እታ ዝሓዘቶም እታ ከተስግረና ኢሎም ዝሓሰብዋ ብማዕበል ትጭነቕ ነበረት ገርመኩም ጃልባ ጥራይ ኣይኮነን ዘስግር እተዋህበካ ቃል እዩ ዘስግር እምበርከ ነታ ጃልባ ቻሌንጅ ዝገብራ ማዕበልን ንፋስን መፅ ምናልባሽ እውን ክትሰጥም ይከኣል እዩ። ክንደይ ጃልኣቦ ክንደይ መራኽብ ብንፋስ ባሕሪ ሰጢመን እዩ። ኣብ ጃልባ ኣለኻ ማለት ስውሕስ ኢኻ ማለት ኣይኮነን። ገለ ክትሰግረሉ እትኽእል ነገር ኣለካ ማለትሲ ውሕስነት ኣለካ ማለት ኣይኮነን። ገንዘብ ኣለካ፣ ስራሕ ኣለካ፣ ንብረት ኣለካ፣ ፍልጠት ኣለካ፣ እትን እትን ኣለካ ማለትሲ ንህይወት ትሰግሮ ማለት ኣይኮነን። ልዕሊኡ ግን ዝተነግሮም ተስፋ ቃል ኣለ። ካብ ኣፍ ጎይታ ዝወፀ ቃል ኣለ። ንማዕዶ ስገሩ ንማዕዶ ቀድሙኒ ዝብል ቃል ካብ ኣፍ ጎይታ ዝወፀ ስለ ዘሎ ውሕስነቶም እሱ እዩ እምበር እታ ጃልባ ክትጭነቅ እያ ጀሚራ ንምንታይ ነቲ ዘገጠማ ንፋስን ማዕበልን ክትፃወሮ ኣይከኣለት እንተኾነ ግን ኣብ ከምዚ ዝኣመሰለ ኩነታት የሱስ ብራብዓይ ምቃል ለይቲ ባሕሪ ባሕሪ እናረገጸ መጺዎም ይብል ዋው እቲ ኣቐዲሙ ቃል ዝሃቦም ተስፋ ዝሃቦም ጎይታ ንሱ እሙን እዩ ማይ ግነስ ኣብ ዝኾነ ይኹን ኩነታት ናይ ህይወት ክትኣትዎ ከሎ ዓቕምኹም ክእለትኩም ብቕዓትኩም ፍልጠትኩም ነት ዘለኹም ኩነታት ክትሰጉርሉ መውፅኢ ክኸልዓኩም ከሎ ኣብ ከምዚ ዝኣመሰለ ኩነታት ተስፋ ቃልኩም ዘኩ እዚ ተስፋ ዝሃበ ንሱ እሙን ምዃኑ ከም ዘይጠልም ኣብ ዝኾነ ይኹን ኩነታት ክረድኣኩም ክድግፈኩም ከበርትዓኩም ውግእኹም ክዋጋእ ንማዕበላትኩም ክግስጾ ንንፋሳትኩም ከህድኦ ንሱ ብዘይተጸበኹሞ ግዜን ሰዓትን ኣብ ህይወት ከም ዝመጽእ ክንኣምን ኣለና ህይወት ብእምነት እዩ ዝንበር ብእምነት እዩ ዝንበር ብኳልኩሌሽን እትነብሮ ህይወት የለን ኣርቢሕካ ደሚርካ ቀኒስካ እትነብሮ ህይወት የለን። ጻድቕ ብእምነት ብህይወት እዩ ዝነብር። ድንገት ኣብ ከምዚ ዝኣመሰለ ኣብ ዝጭነቕሉ ሰዓት ንፋስ መፅኡ ከስጥመኩም እዩ ኣብ ዝብሎም እዋን ክትጥሕሉ ኢኹም ኣብ ዝብሎም እዋን ብማዕበላት ባሕሪ ኣብ ዝተቐበብሉ እዋን ብናይ ህይወት ፈተናታት ኣብ ዝፍተኑሉ እዋን ኣብ ናይ ሞትን ህይወትን ሰዓት የሱስ መጽዩ ሃሌሉያ የሱስ መጽ ብምንታይ መጽ ቅድም ቀዳድም የሱስ ኣብ መሬት እዩ ነይሩ ንሶም ኣብ ማእከል ባሕሪ እዮም ነይሩ ፍልልዩ ንርኣዩ የሱስ ኣብ መሬት ኣብ ከረን ኣብ ጎቦ እዩ ነይሩ ንሶም ኣብ ማእከል ባሕሪ እዮም ነይሩ ርሕቀት ኣሎ እዚ ጥራይ ኣይኮን ለይቲ እዩ ነይሩ ብራብዓይ ምቃል ለይቲ ግብ ዝበለ ፀልማት እዩ ኣብ ከምዚ ዝኣመሰለ እዋን ኣብ መርየት ኮንካ ኣብ ማእከል ባሕሪ ንዘላ ንእሽተይ ጃልባ ክትሪኣ ቀሊል ኣይኮነ የሱስ ከመይ ገይሩ እዩ ግን ርእዎም ኣብ ርሑቕ ከረን ኣብ ርሑቕ መሬት ኮይኑ ኣብ ማእኸል ባሕሪ ንዘላ ንእሽተይ ጃልባ እሞ ከዓ ብለይቲ ብፀልማት ከመይ ገይሩ እዩ ርእዎም ኖ ብስጋ ዘይኮነ የሱስ ብመንፈስ እዩ ርእዎ ብስጋ ፍፁም ክርእዮም ኣይክእል ርሕቀት ኣለዎም ርሕቐት ጥራይ ዘይኮነ ጸልማት እዩ ለይቲ እዩ ንዝኾነ ንእሽተይ ጃልባ ኣብ መሬት ኮንካ ብለይቲ ክትርኢ ኣይትኽእልን የሱስ ይጽሊ እዩ ነይሩ ኣብቲ ኸረን ስለዚ እንታይ ይሓልፉ ከም ዘለዉ እንታይ ይገጥሞም ከም ዘሎ ብመንፈሱ ዝተረድአ ይመስል ስለዚ መጺዎም ክመጸም ከሎ ግን ንሶም ብጃልባ እዮም ናብቲ ባሕሪ ኣትዮም የሱስ ግን ብእግሩ እዩ ባሕሪ ባሕሪ እናረገጸ መጺ ማይ ግነስ ኣመጻጽኣ ጎይታ ራይ ሰብ ጃልባ ሒዙ'ዩ ናብ ባሕሪ ዝኣቱ ከስግረኒ'ዩ ብዝብሎ ነገር ተደጊፉ'ዩ ናብ ባሕሪ ዝኣቱ ጉዕዞ ዝጅምር መገዲ ዝጅምር የሱስ ግን ባሕሪ ባሕሪ እናረገጸ ብራብዓይ ምቃል ለይቲ መጾም እዩ ነቲ ዘጨንቆም ዘሎ ባሕሪ ነቲ ዘጨንቆም ዘሎ ማዕበል ነቲ ዘጨንቆም ዘሎ ንፋስ እናረጎጾ መጽ ማይ ጋድ ማይ ጋድ ማይ ጋድ ማይ ጋድ ነቲ ዘጨንቀኩም ዘሎ ናይ ህይወት ማዕበል ናይ ህይወት ንፋስ ናይ ህይወት ባሕሪ ክትሰጥም ኢኻ ክትመውት ኢኻ ኣይትሓልፍን ኢኻ ኣይትሰግርን ኢኻ ኢሉ ተስፋ ዘቑርፀኩም ዘጨንቐኩም ዘፋራርሓኩም ዘሎ ናይ ህይወት ፈተናታት ጎይታ ከም ዘለዎ ጎይታ ከም ዘለዎ ክንዝንግዕ የብልና እናረጎጾ እናረጎጾ ኣብ ትሕቲ እእጋሩ እናረጎጾ ዝኸይድ ጎይታ ከም ዘለዎ ክንዝንግዕ የብልናን ኣብ ከም ዝኣመሰለ ኩነታት ኩልሻ ኣብቲ ዝገጥመና ዘሎ ፈተና ኣብቲ ዝገጥመና ዘሎ ማዕበል ኣብ ዝገጥመና ዘሎ ናይ ህይወት ብድሆታት ዘይኮነስ ነቲ ቃል ዝሃበና ነቲ ተሳጎሩ ዝበለ ነቲ ቃል ተስፋ ኣብ ህይወትና ኣቐዲሙ ተዛረበ ንሱ ኣብ ቃል ተስፍኡ እሙን ከም ዝኾነ ኣሚንና ኣብ ቃል ተስፍኡ ደው ክንብል ኣለና ንሱ በየን መፅእ መገዱ ይንፈልጦ እዩ እግዚኣብሄር መገዱ ኣብ ዓበይቲ ማያት እዩ ጎለድኡ ድማ ኣብ ዓበይቲ ማዕበላት እዩ ኣሰሩ ኣይተፈልጠን እዩ ዝብለን ኣሰሩ ኣይተፈልጠን ኣብ መጻጹ በዚ ጥራይ እግዚኣብሄር ዝሰርሕ በዚ ጥራይ እግዚኣብሄር ደዓይ ኢልና ክንጽበ የብልና ህይወት ቀውጢ ኣብ ዝኾነሉ እዋን ነገራት ኣብ ዝተባላሸወሉ እዋን ክንሰግርን ክንሓልፍን ኣይንኽእልን ኢና ኢልና ተስፋ ኣብ ዝቆረጽናሉ እዋን ንነገራትና እግዚኣብሄር ንሰናይ ለዊጡ መገድን መውፅን ከም ዘለዎ ክንኣምን ኣለ እግዚኣብሔር ልዕሊ ናትና ኳልኩሌሽን እግዚኣብሔር ልዕሊ ናትና ምርዳይ ስለዚ ኣብ ቃል ተስፍኡ ጥራይ ኣሚና ክንከይ ዘሉ ኩነታት ክንርኢ ዘይብል ዝገርም ነገር ኢየሱስ ብዘይተጸበይዎ መገዲ ብራብዓይ ምቃለይቲ ባሕሪ ባሕሪ እናረገጸ ንቲ ዘንፍሖም ዘሎ ንቲ ዘጨንቆም ዘሎ ንሱ ግን እናረጎጾ እናረጎጾ እናረገጾ ክመጽእ ብባሕሪ ባሕሪ ምስ ረኣይዎ ሰበሉ ፈሪዖም ድማ ጨርሑ ኢሉ እዚ ድማ ዝገደደ ምትሃት መሲልዎም ኢሉ ንምንታይ ፈጺሞም ኢየሱስ ብባሕሪ ባሕሪ ክመጽእ ኢሎም ኣይተጸበዩ ቅድም ቀዳድም ኣብ መሬት እዮም ገዲፎም ንሶም ኣብ ማእከል ባሕሪ እዮም ዘሎ ይሪኦምን ዘይሪኦምን ዘሎ ርግፀናታት ኣይኮ ካልኣይ ብባሕሪ ባሕሪ እናረገፀ ዝኸይድ ሰፉት ፅምሪኦም ኣይፈልጡን ኣብ ኣእምሮኦም እውን ዘይፅበይዎ ነገር ስለዚ ምትሓት መንፈስ እዩ ኢሎም መንፈስ እንተዘይኮይኑሲ እ፣ ከምዚ ክገብር ዝኽእል ካልእ የለን ኢሎም እንደገና ኣብ ርእሲ ጭንቀቶም ጭንቀት ኣብ ርእሲ ፍርሓቶም ድማ ፍርሓት ወሲኹ ረኣዩ ኣብ ፈተና ምስ ኣተና ፈተናታትና ዝደራርቡ ማእለያ ዘይብሎም ነገራት እዩ። ኣብ ሓደ ፈተና ኣቲና ካብዚ ፈተና እዚ ከመይ ገይረ ክወፅእ እየ እናበልናስ ካልእ ፈተና ካልእ ዘፍረ ካልእ ዘጨንቕ ካልእ ድማ ዝደራረብ ነገር ኣብ ህይወት ይመፅእ እንተኾነ ኣብ ከምዚ ዝኣመሰለ ኩነታት እውን እቲ ተስፋ ዝሃበ ኣምላኽ እቲ ቃል ዝሃበ ጎይታ እሙን ምዃኑ ከም ዘይልወጥ ዋላ ፈተናታት ይደራረቡ ዋላ ዕንቅፋታት ይብዝሑ፣ ዋላ ዘጨንቑናን ዘፍርሑናን ተስፋ ዘቑርፁናን ነገራት ኣብ ህይወት ይብዝሑ፣ ቃል ተስፋ ዝሃበ ኣምላኽ እሙን እሙን ኣብ ቃሉ ኢና ደው ክንብል ዘለና። ፈሪሖም ኣብ ዝጭነቑሉ እዋን ንምንታይ እዮም ፈሪሖም? ብዝርእይዎ ነገር በቲ ዝርእይዎ ነገር ምትሓት መሲልዎም ፈሪሖም እዩ ዝብል ብዙሕ ግዜ ዘጨንቐናን ዘፍርሓናን ተስፋ ዘቑርፀናን ነገር እንርእዮ ነገር እንጭብጦ እንድህስሶ ናይ ኩነታትና ድምፂ ንሓልፎም ዘለና ፈተናታትን ማዕበላትን እዮም እቶም እንሪኦም ዝጭበጡ ነገራት እዮም ዘፍርሑና እቲ ተስፋ ቃል ግን ኣይዝከርን እዩ እቲ ተስፋ ቃል እሪኦ እንዲ ዘለኹ ይሓልፎ እንዲ ዘለኹ ይገጥመኒ እንዲ ዘሎ ንዚ ፋክት እዚ ክክሕዶ ይክእልኒ ኢና ንብል ልዕሊ እቲ ኩነታትና ቃል ከም ዝተዋህበና ተስፋ ቃል ከም ዘለና ኣፀቢቕና ክንርዳእ ግባኣና ንሕና በቲ ዝረአ ኣይኮናን ክንነብር ዝግባእ እንታይ ደኣ በቲ ቃል ተስፋ ዝሃበና ኩሎም እቶም ዝርእዩ ዘፍርሑ እዮም ኩሎም እቶም ተሓልፎም ዘጨንቑ እዮም ኩሎም እቶም ኣብ ህይወት ጎደናታት ዝጸንሑና ነናቶም ድምፂ ዘጨንቕን ዘፍርሕን ተስፋ ዝቑርፅን ድምፂ ኣለዎም ስለዚኦም መሊሶም ሰንቢዶምን ፈሪሖምን ጨሪሖምን ነውፆም ዓብዩ ምሽባሮም መመሊሱ በርቲዑ ኣብ ከምዚ እዋን ግና ኣጆኹም ኣነ እየ ኣይትፍርሑ ኢልዎም ሃለሉያ ኣጆኹም ኣነ ኢሉ ኣነ ኣነ ክብል ዝኽእል ጎይታ ጥራይ ኣነ እየ ኣኤም ክብል ዝኽእል ጎይታ ጥራይ ንምንታይ ንሱ ያህዌ እዩ እቲ ዘለኹ እየ ዘለኹ ዝበሎ ንሙሴ ሽምካ መን እዩ ደቂ እስራኤል ሽሙ መን እዩ ተኢሎምንስ መን ክብሎም ምስ በሎ ሙሴ እግዚኣብሄር እንታይ ኢልዎ እቲ ዘለኹ እየ ዘለኹ ዋው ኣነ እየ ኢልዎ እቲ ዘለኹ እየ ዘለኹ ህልው እየ ኢልዎ ዝነበረ እዩ ዘሎ እዩ ዝነብር እዩ ንሱ ኣልፋ እዩ ንሱ ኦሜጋ እዩ ንሱ መጀመርታ እዩ ንሱ መወዳእታ እዩ እቲ ዘለዓለማዊ ኣምላኽ ንሱ ንነገራት ኣብ ትሕቲ ቁጽጽሩ እዩ ዝእትዎም። ኣነ እየ ምስ በለ ኩሉ ብ ትሕቲ ቁጽጽረ ኢሉ ሃሌሉያ ኣነ እየ ኣጀኹም ኣጀኹም ማይ ግነስ ኣጆኹም እኮ መልእኽቲ እዩ ስቕ ኢሉ መተባብዒ ቃል ኣይኮነን ኣጆኹም መልእኽቲ እዩ መተባብዒ ቃል ኣይኮነን ኣጆኹም ተይሉ ጎይታሲ ማዕበል ክስገር እዩ ንፋሳት ድማ ከሃዱ እዮም ናብቲ ዝተባህለካ ስግር ማዕዶ ናብ ተስፋኻ ናብ ራዕኻ ናብ ሕልምኻ ናብቲ እግዚኣብሔር ንህይወትኩም ዝመደቦ ንዘመንኩም ዝመደቦ እግዚኣብሔር ቅድሚ ምስራት ዓለም ዝመደበልኩም እቲ እግዚኣብሔር ብኣኹም ክገብሮ ዝመደቦ ነገር ክገብሮ እዩ ናብቲ ተባህለልኩም ድማ እግዚኣብሔር ናብ ወደብ ናብ ፍጻሜ ከብጽሓኩም እዩ እቲ ኣንጻርኩም ዝመፀ ንፋስ ኣንጻርኩም ዝመፀ ማዕበል ኣየስጥመኩም የዕንትና ኣርሒቐን ክሪኣ ይግባእ እዚ ሎሚ ዘፈራርሓኪ ዘሎ ኣይውሕጠክን እዚ ሎሚ ዘፈራርሓካ ዘሎ ኣይውሕጠካን ዘፈራርሓኩም ዘሎ እንታይ ሕማም ድዩ ናይ ሞት ድምፂ ድዩ ጭንቀት ድዩ ተስፋ ምቑራፅ ድዩ ዲፕሬሽን ድዩ ዝተፈላለየ ኣጋንንታዊ ተፅዕኖ ድዩ እኖ፣ ናብ ጐይታ ጠምቱ፣ ናብቲ ቓል ዝሃበኩም፣ ናብቲ ተስፋ ዝሃበኩም፣ ናብኡ ተጠሚትኩም ልዕሊ ማዕበል ምክያድ ኣሎ። ኣጀኹም ኣነ እየ ኢሉ የሱስ ቃል ምስ ሃቦም፣ ኣብቲ ጃልባ ዝነበሩ ሰባት ደው ኢሎም፣ ጴጥሮስ እባ ንስኻ እንተኾንካ ብማየ ማይ ክኸይድ ኣዝዘኒ፣ ነዚ ዘጨንቐና ዘሎ፣ ነዚ ዘፍርሓና ዝሓደረ፣ ነዚ ከጨንቐና በዚ ለይትን ዝሓደረ፣ ነዚ ከፈራርሓና ዝሓደረ ረጋጊፀዮ ክኸይድ ብማይ ማይ ኣዝዘኒ ንዓይ እውን ኢሉ ማይ ጋድ ማይ ጋድ ማይ ጋድ ማይ ጋድ ንምንታይ መሲልኩም ተስፋ ቃል ዘኪሩ ማለት ኢየሱስ መፅዩ ኩነታት ዝቕይር ኢየሱስ መፅዩ ንነገራት ዝቀያይሮም ንዓ ኢልዎ ቃል ተመጽዩ ኩሉ ሻዕ ተኣምራት ኣሎ ሃለሉያ ቃል ተመጽዩ ህይወትኩም ኩሉ ግዜ ተኣምራት ኣሎ ዘይከኣል ዝመስል ነገር ዝከኣል ቃል ምስ መጽ እዩ ዘይከውን ዝመስል ነገር ዝኸውን ቃል ምስ መጽ እዩ ዘይሕለፍ ዝመስል ነገር ዝሕለፍ ቃል ምስ መጸ እዩ ዘይሰዓር ዝመስል ነገር ዝሰዓር ቃል ምስ መጸ እዩ ሃለሉያ እቲ ቃል ዝሃበኩም ኣምላኽ ንሱ እሙን እዩ ንዓ ኢልዎ ጴጥሮስ ካብ ጃልባ ወፂኡ ባዓሪ ባዓሪ እናረገፀ ክኸይድ ጀሚሩ ዋው ከመይ ዝኣመሰለ ናይ እምነት ስጉምቲ ማይ ግነስ ነቲ ዝሃበኩም ቃል ተስፋ ዘኪርኩም ስጉምቲ ክትስጉሙ ምጀመርኩም ብማዕበል ብማእከል ባሕሪ ክትኮኑ ክትጅምሩ ብጸልማት ክትከዱ ክትጅምሩ እዩ ብማእገል ፈተና ሰጢኩም ክትወፁ ክትጅምሩ ኢኹም ተስፋ ቃሉ ዝዘከረ ሰብ ነቶም ከጨንቕዎ ዝፀንዑ ከፈራርሕዎ ዝፀንሑ ነገራት እነራጋገፆም እዩ ዝኸይድ ክብር ንእግዚኣብሔር ይኹን እናረጋገፆም እዩ ዝኸይድ ጴጥሮስ ግን ብርቱዕ ንፋስ ምስ ረኣየ ዝብል ቃል ኣሎ ዛስዋይ ኣርእስተይ ብርቱዕ ንፋስ ብርቱዕ ንፋስ ምስ ረኣየ ክጥሕል ጀመረ ርኢኹም መዓስ ኢና ንጥሕል ንነገራት ክንጥምት ምጀመርና ነቲ ኣብ ህይወትና መፂኡ ዘሎ ብርቱዕ ንፋስ ነቲ ኣብ ህይወትና መፂኡ ዘሎ ብርቱዕ ፈተና ነቲ ኣብ ዙርያናን ኣብ ከባቢናን ኣብ መገድናን ኣብ ህይወትናን ኣብ ናብራናን ኣብ ስራሕናን ኣብ ቤትናን ኣብ ኣገልግሎትናን መፂኡ ዘሎ ብርቱዕ ፈተናታት ንዕኡ ክንርኢ ክንጅምር ከለና ክንጥሕል ንጅምር ነቲ ቃል ተስፋ ዝሃበ ጎይታ ክንርኢ ክንጅምር ከለና ግን ልዕሊ ማዕበላት ክንከይድ ንጅምር ሃለሉያ ነቲ ቃል ተስፋ ዝሃበኩም ጠምቱ ነቲ ቃል ተስፋ ዝሃበኩም ብዝጠመትኩም ቁፅሪ ፈተና እውን ተሎ ማዕበል እውን ተሎ ባሕሪ እውን ተሎ ንፋስ እውን ተሎ ረጋጊጽኩሞ ክትኮዱ ኢኹም ክብሪ ንእግዚኣብሄር ይኹን ንኹነታት ተጠሚትና ነቲ ብርቱዕ ማዕበል ነቲ ብርቱዕ ንፋስ ነቲ ብርቱዕ ነውፂ ነቲ ብርቱዕ ወረ ነቲ ብርቱዕ ድምፂ ነቲ ኩነታትና እንድሕር ጠሚትና ግን ትጥሕል ኢኻ ምርጫ የለን እናጠሓልካ ኢኻ ትኸይድ ነቲ ክትጥዕል ኢኻ ኢሉ ዘፈራርሓና ዘሎ ኩነታት ግን ንሕና እውን ረጋጊፅናዮ ክንከይድ ንጅምር ንዝተባሃለና ቃል ተስፋ ምስ ሓዝና እዩ ናብ ጎይታ ናብቲ ቃል ተስፋ ዝሃበና ምስ ጠመትና እዩ ናብቲ ጀማሪ እምነትናን ደምዳሚኣን ምስ ጠመትና እዩ ነፍሳትኩም ምእንቲ ከይሕለላን ከይደኽማን ናብቲ ጀማሪ እምነትኩምን ደምዳሚኣን ዝኾነ የሱስ ክርስቶስ ጸሙቱ እዩ ሃለሉያ ነፍሳትኩም ከይደኽማ ከይሕለላ ንምንታይ ኢና ንደክም ንምንታይ ኢና ንሕለል ምጥማትና ኣብ ገዛእ ርእስና ምጥማትና ኣብ ሰባት ምጥማትና ኣብ ኩነታት ምጥማትና ኣብ ንሓልፎ ዘለና ነገራት ምጥማትና ኣብዛ ምድሪ እዚኣ ምጥማትና ኣብቲ ዝውረ ወረ ምጥማትና ኣብቲ ዝበሃል ነገር እንድሕር ኮይኑ ፎኳስና ካብ ጎይታ እንድሕር ኣልጊስናዮ ክንናወጽ ንጅምር፣ ክንጥሕል ንጅምር፣ ክንሽበር ንጅምር። ናብቲ ቃል ተስፋ ዝሃበና ጎይታ ተጠሚትና ግን ነቶም ዘፈራርሑና ነገራት እኳ እናረጋገጽናዮም ኢና ንኸይድ ሎሚ ናብቲ እተባህለሉ ቃል ዝጥምት ሰብ ኣሎ ክብሪ ንእግዚኣብሄር ይኹን ክንጽሊ ኢና በዚ ዝመጸልና ቃል ሎሚ በየናይ ጎደና በየናይ መገዲ በየናይ ፈተና በየናይ ቻሌንጅ ተሓልፎ ኣለኹም ብዘይገድስ ሎሚ ግን እግዚኣብሄር ቃል ይበኩም ኣሎ ኩነታትኩም ገዲፍኩም ናብ ቃል ተስፍኡ ናብቲ ዓቕምኹም ዝኾነ ጉልበትኩም ዝኾነ ምንጭኹም ዝኾነ ረድኤትኩም ዝኾነ ጓሳኹም ዝኾነ ኣምላኽ ምስ ጸመትኩም ዘሰግር ጎይታ ዘበርትዕ ጎይታ ከም ዘሎ ኣብ ህይወትኩም ምስ ሓሰብኩም ምስ ነቃሕኹም ቃሉ ከስግረኩም ሃለሉያ ቴንኪው ሎ ነመስግነካ ኣለና ሽምካ ብሩኽ ይኹን ከማኻ ዝበለ ማንም የለን ቃሉ ልኢኹ ፈወሶም፣ ካብ ጕድጓዶም ድማ ኣናገፎም ተባሂሉ ከም እተጻሕፈ ይጽሊ ኣለኹ፣ ብጐይታ ብኢየሱስ ክርስቶስ ናዝራዊ ሽም። ሎሚ ናይ ቃልካ መንፈስ እግዚኣብሄር ንዝሰምዕዎ ዘበሉ ሰባት ክረኽቦም እጽሊ ኣለኹ። ብሽም የሱስ ክርስቶስ ይጽሊ ኣለኹ። ኣብ ብርቱዕ ፈተና፣ ኣብ ብርቱዕ ማዕበል፣ ብብርቱዕ ንፋስ ጃልቦኦም እትናወጽ ዘላ ሰባት፣ ህይወቶም፣ ናብርኦም፣ ቤቶም፣ ስርሖም፣ ኣገልግሎቶም ዝናወጽ ዘሎ ሰባት፣ ሰይጣን ኣብ ህይወቶም ዘመቻ ዝኸፈተ ዘፈራርሖም ዘሎ ብኢየሱስ ክርስቶስ ስም ማዕበላቶም ዝተገንሐ ይኹን፣ ንፋሳቶም ድማ ጸጥ ይበል። ብሽም ኢየሱስ እጽሊ ኣለኹ። ንስኻ ጎይታ ባሕሪ፣ ጎይታ ንፋስ፣ ጎይታ ማዕበል ኢኻ እሞ ንዘጨንቆም ዘበለ ኩሉ እናረጋገጽ ካብ ህይወቶም ምጻእ ኣብ ህይወቶም ምጻእ ኣብ ህይወቶም ሰላም ይኹን ኣብ ህይወቶም ዕረፍቲ ይኹን ኢትካ ተኣምራትካ ኣብ ህይወቶም ክኸውን እጽል ዘጨንቆም ዘበለ ዝኾነ ይኹን ፍርሓት ይሰበር ዘጨንቆም ዘበለ ተስፋ ምቑራጽ ብኢየሱስ ክርስቶስ ስም ዝተሰብረ እዩ ዘጨንቖም ዘበለ ናይ ሕማም ጉልበት ይሰበር ብጎይታ ብኢየሱስ ክርስቶስ ስም ዝኾነ ይኹን ዓይነት ሕማም ካብ ፀጉሪ እሶም ክሳብ ፅፍሪ እግሮም ካብ ብዘሎ ኦርጋናቶምን ኣካላቶምን ዝተነቅለ ይኹን ኣነ እግዚኣብሔር ኣምላክ ካብ ፈዋሲኻ እዩ ፅሑፍ እዩ እሞ መለኮታዊ ፈውሲ ኣብ ህይወቶም ክኸውን እፅልሎ ናይ ኣእምሮ ነውፂ ዘጨንቕ ዘበለ ሓሳባት ኣጋንንታዊ ተጽዕኖ ናይ መርገም ጉልበት ብኢየሱስ ስም እሰብሮ ኣለኹ ዝተሰብረ ይኹን ህይወቶም ልቐቕ ቤቶም ልቐቕ ሰፈሮም ልቐቕ ኣይትሰጉሩን ኢኹም ኣይትሓልፉን ኢኹም ኢሉ ዝኸትርን ዘፈራርሕን ዘበለ ኣጋንንታዊ ጉልበት ዝተሰብረ ይኹን ብኢየሱስ ክርስቶስ ስም ይሰበር ቀቅድሚኦም ናይ እግዚኣብሔር ክብር ናይ እግዚኣብሔር ሓይል ይሕለፍ ኣብ ህይወቶም ኣብ ቤቶም ሰላም ይኹን ናይ እግዚኣብሔር ሰላም ኣብ ልቦም ኣብ ኣእምሮኦም ናይ እግዚኣብሔር ዕረፍቲ ኣብ ህይወት ዘመኖም ኩሉ ይኹን ብኢየሱስ ክርስቶስ ያው ስም ኣሜን ኣሜን ኣሜን ክብር ንጎይታ ይኹን ናይ ሎም መልእኽትና ኣብዚ ወዲእና ኣለና በዚ ሰሙናዊ መልእኽቲ እንድሕር ትባርኹ ኣለኹም ኮንኩም ላይክ ግበሩ ኩልኻትኩም እቲ ዩቱብ መመሊሱ ምእንታን ክሪኦ ሳብስክራይብ ዘይገበርና ሳብስክራይብ ጌርና ነዚ ናይ ወንጌል ቻናል ነዕብዮ እዚ ቃል እግዚኣብሂር ኣብ ብዙሓት በጺሑ ንብዙሓት ሰባት ክሃንጽ ድማ ሸር ንግበሮ ጎይታ ኣብዚሑ ይባርኩም ብሩኻት ኢኹም።